ሰላም ኩቡራት ተኻታተልቲ ዳስና ኤክስትራ ንሎሚ ሰላሳን ሓደን መጋቢት ክልተ ሽሕን ዒስራን ሰለስተን ኣብ ዝተዳለወ ዜናታት ኣብ ልዕሊ ሲቪላውያንን ውተሃደራውያንን መራሕቲ ትግራይ ዝጸንሐ ክሲ ተላዒሉ ምህላዉ ኣብ ከተማ ኣላማጣ ዘሎ ኩነታት ብዝምልከት ወጺኡ ዘሎ ጸብጻብ ብቕትለት ኤርትራዊ መንእሰይ ኣርባዕተ ካልኦት ኤርትራውያን ሓተቲ ዑቕባ ገበነኛታት ተባሂሎም ምህላዎም ኤርትራ ብድሮን ቴክኖሎጂ ዝስልጥኑ ኣባላት ሰራዊት ናብ ሕቡራት ኢማራት ዓረብ ምልኣኻን ፕሬዚደንት ኣሜሪካ ነበር ዶናልድ ትራምፕ ብጉዳይ ዝምድንኡ ምስ ኮኾብ ስእለ ጽዩፍ ነበር ክኽሰስ ምዃኑ ምግላጹን ካልእን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ኣብ ኡጋንዳ ኣስታት ዕስራን ሸውዓተን ሽሕ ኤርትራውያን ከምዘለዉ ንጸብጻብ መንግስቲ ብምውካስ መርበብ ዜና ሞኒተር ሓቢሩ። ኤርትራውያን ኣብ ኡጋንዳ ኣብ ንግድን ወፍርን ብዝገብርዎ ምንቅስቓስ ኣብታ ሃገር ጽቡቕ ሽም ከም ዘለዎም ዝሓበረ እቲ መርበብ፣ መንግስቲ'ውን ነዚ ኣብ ግምት ብምእታው ብፍሉይ ሓበሬታ ዝረኽቡሉ ማእከል ንምኽፋት ይሰርሕ ኣሎ ኢሉ። መጀመርያ ዕለታት ናይዚ ወርሒ፣ ዋዕላ ወፍሪ ኤርትራውያን ወጻእተኛታት ኣብ ካምፓላ ከም ዝተኻየደ ይዝከር። ኣብቲ ዋዕላ ዝተረኸበ ኣማኻሪ ፕሬዝደንት ኣብ ጉዳያት ወጻእተኛታት ኡጋንዳ፣ ኣበይ ዋለ ሱምቢ ኤርትራውያን ዝኾነ ጸገማት ምስ ዘጓነፎም ቁልጡፍ ሓበሬታ ዝርኽቡሉ ማእከል ንምኽፋት ይሰርሑ ምህላዎም ኣራጋጊጹ እዩ። ንሱ ብጀካዚ ኣብ ኡጋንዳ ንነዊሕ ዓመታት ዝተቐመጡ ኤርትራውያን ዜግነት ዝርኽቡሉ ዕድላት ክርኢ ከምዝደሊ እውን ጠቒሱ። ኤርትራውያን ነበርቲ ኡጋንዳ ኣብ ርእሲቲ ዘካይድዎ ንግድን ወፍርን ኣብ ወጻኢ ሃገራት ምስ ዝርከቡ ቤተሰቦም ብምዃን ከም መርዓን ሓዘንን ንዝኣመሰለ ማሕበራዊ ጉዳያት ዘንቀሳቕስዎ ናይ ሓዋላ ገንዘብ ብሚልዮናት ዶላራት ከምዝበጽሕ እዩ ዝጥቀስ። ኣብ ዓበይቲ ንግድን ወፍርን ዝተወፈሩ ጥራይ ዘይኮነ፣ ንኣሽቱ ናይ ሸቐጥ ትካላት ዝኸፈቱ ኣዝዮም ብዙሓት ኤርትራውያን እውን ንዜጋታት ኡጋንዳ ናይ ስራሕ ዕድላት ይፈጥሩሎም ምህላዎም ካብ ካምፓላ ዝተረኸበ ሓቤሬታ የመልክት። ኣብ ኡጋንዳ ከባቢታት ከተማ ካምፓላ ዝነብሩ ኤርትራውያን ብ ዕስራን ሓሙሽተን መጋቢት ወለንታዊ ናይ ጽሬት ወፈራ ከም ዘካየዱ ይዝከር። እቲ ኣብ ካንሳንጋ ኣብ ዝርከብ ከባቢ ኣብ ዝተኻየደ ወለንታዊ ናይ ጽሬት ወፈራ ብማሕበር ስነጥበብ ኤርትራውያን ነበርቲ ኡጋንዳ ዝተወደበ'ዩ። ንልዕሊ ክልተ ዓመታት ኣብ ቤት ማእሰርቲ ዝጸንሑ ላዕለዎት ኣመራርሓ ህወሓት ከም ዝተፈትሑ ተገሊጹ። ካብ ጠበቓታቶም ሓደ ዝኾነ ሃፍቶም ከሰተ ኣብ ዝሃቦ ሓበሬታ፣ ክስታቶም ተቋሪጹ ካብ ቤት ማእሰርቲ ዝተፈትሑ ሲቪልን ወተሃደራውያን ኣመራርሓ ህወሓት ኣብ ትሕቲ መዝገብ ክሲ ዶክተር ደብረጽዮን ገብረሚካኤልን ሌተናል ጀነራል ታደሰ ወረደን ጉዳዮም ብቤት ፍርዲ ክረኣ ዝጸንሑ ምዃኖም ሓቢሩ'ሎ። ካብ መንጎ'ቶም ተፈቲሖም ዘለዉ ምስ ስድርኦም ዝተጸንበሩ ሰበ ስልጣን ህወሓት ወይዘሮ ኬርያ እብራሂም፣ ዶክተር ኣብርሃም ተኸስተ፣ ዶክተር ኣዲስ ኣለም ባሌማን ይርከብዎም ክብል እቲ ጠበቓ ገሊጹ'ሎ። ነዚ ኣመልኪቱ ሚኒስትሪ ፍትሒ ፈደራላዊ መንግስቲ ኢትዮጵያ ዘርጊሕዎ ኣብ ዝነበረ ሓበሬታ፣ መንግስቲ ኢትዮጵያ ኣብ ልዕሊ ሲቪላዊን ወተሃደራውያን ሓለፍቲ ህወሓት ዝርከብዎም መራሕቲ ትግራይ ኣንቢርዎ ዝነበረ ክሲ ኣልዒልዎ ከም ዘሎ ገሊጹ ነይሩ'ዩ። መግለጺ ሚኒስትሪ ፍትሒ ኢትዮጵያ ንተሓታትነት እቶም ምስቲ ግጭት ዝተሓሓዙ ገበናት ዝምልከት ዝጸንሐ ዓለምለኻዊ ተመኩሮታት ብምውካስ፣ ኣብ መቓን መሰጋገሪ ፍትሒ ክረኣዩ ከም ዝግባእ ኣብ ስምምዕ ተበጺሑ እዩ ዝብል እቲ መግለጺ ወሲኹ፣ እቶም ተኸሲሶም ዝጸንሑ ሲቪላውያንን ውተሃደራውያን ሓለፍቲ ክሶም ክለዓልን ጉዳዮም ኣብ መቓን መሰጋገሪ ፍትሒ ክረኣን ኣድላዪ ኮይኑ ተረኺቡ እዩ ዝብል ብገበን ተጠርጢሮም ክሲ ቀሪብሎም ዝነበረ ሲቪላውያን ውተሃደራውያን መራሕቲ ህወሓት ክሶም ተቋሪጹ ጉዳዮም ኣብ ክሊ መሰጋገሪ ፍትሒ ክረኣ ምግባር ኣድላዪ ኮይኑ ተረኺቡ ኣሎ ክብል መግለጺ ሚኒስቴር ፍትሒ ይጠቅስ።

ሕጂ ፕሬዚደንት ግዝያዊ ርእሰ ምምሕዳር ትግራይ ኮይኑ ዘሎ ጌታቸው ረዳን ዝርከቡዎም ልዕሊ ሱሳ ላዕለዎት ሲቪላውያንን ውተሃደራውያን ሓለፍቲ ህወሓት ግብረ ሽበራውያን ኢሉ ኣብ መዝገብ ከምዘእተዎም ይዝከር። ብቕትለት ናይቲ ኣብ ዝሓለፈ ዓመት ወርሒ ሸውዓተ ኣብ ዓባይ ብሪጣንያ ብበሊሕ ነገር ተወግኡ ህይወቱ ስኢኑ ዝተረኸበ ኤርትራዊ ሓታቲ ዑቕባ ወዲ ዕስራ ዓመት በረኸት ሰሎሙን ኣርባዕተ ኤርትራውያን ሓተቲ ዑቕባ ብቤት ፍርዲ ገበነኛታት ተባሂሎም እቲ ግዳይ ዝኾነ ወዲ ዕስራ ዓመት ኤርትራዊ መንእሰይ ብበሊሕ ነገር ተወጊኡ ህይወቱ ስኢኑ ምስ ተረኽበ፣ ኣብ ግዜኡ ሰለስተ ፈለጥቱ ዝኾኑ ከምኡ ሓተትቲ ዑቕባ ኤርትራውያን መንእሰያት ኣብ ትሕቲ ቀይዲ ኣትዮም እዮም ነይሮም። ሕጂ ከኣ ንኣርባዕተ ሰሙናት ድሕሪ ዝጸንሐ መስርሕ ፍርዲ፣ ትማሊ ሓሙስ ሳይንት ኣልባንስ ክራውን ዝበሃል ቤት ፍርዲ ነቶም ኣርባዕተ ብቕትለት ዝተኸሰሱ ገበነኛታት ኢልዎም ኣሎ። እቲ ቤት ፍርዲ ኣብ ዘሕለፎ ውሳነ፣ ንጀይላኒ ዑመር ዝበሃል ወዲ ዕስራን ኣርባዕተን ዓመት ሓታቲ ዑቕባ፣ ብቕትለት በረኸት ሰለሙን ገበነኛ ክበሃል እንከሎ፣ ወዲ ዕስራን ኣርባዕተን መልኣከ ፍስሃ፣ ወዲ ዓሰርተ ትሽዓተ ዓመት ናትናኤል ሓድጉ ድማ ብማንስለውተር ዝበሃል ኣቐዲምካ መደብ ዘይገበርካሉ ቅትለት ገበነኛታት ተባሂሎም ኣለዉ። ራብዓዮም ወዲ ዕስራን ሰለስተን ዓመት ሮቤል ምስግና፣ ንበደለኛ ብምሕጋዝ ገበነኛ ተባሂሉ ኣሎ። ብመሰረት ማዕከን ዜና ITV ዘርጊሕዎ ዘሎ ሓበሬታ፣ እዞም ብቕትለት መንእሰይ በረኸት ሰሎሙን ብቤት ፍርዲ ገበነኛታት ተባሂሎም ዘለዉ ኣርባዕተ መንእሰያት ኣብ ቀረባ እዋን ንኽንደይ ዓመታት ክእሰሩ ምዃኖም ፍርዲ ክወሃቦም ምዃኑ ተገሊጹ'ሎ። ኣብዚ እዋን ኣብ ትግራይ ኣብ ዞባ ደቡብ ኣብ ትሕቲ ሓይልታት ኣምሓራ እትርከብ ከተማ ኣላማጣ ተጋሩ ነበርቲ ኣብ ከቢድ ኩነታት ከምዝርከቡ ማዕከን ዜና ቢቢሲ ዘዳለዎ ጸብጻብ ሓቢሩ። ኣብቲ ጸብጻብ ንድሕነታ ሽማ ናብ ንግስቲ ተቐይሩ ዝመጸ ነባሪት ከተማ ኣላማጣ፣ እቲ ኣብዚ እዋን ዘሕልፍዎ ዘለዉ ናብራ ብስግኣትን ፍርሕን ዝተሸመመ ኣዝዩ ጸልማት ህይወት ከም ዝኾነ ተዛሪባ። ንሳ ኣብ መግለጺኣ፣ ተወሊድና ኣብ ዝዓበናሉ መሬትና ኣብ ሽግር ኣለና ብምባል፣ ትግርኛ ዝዛረብ ግዳይ ግፍዕን ምፍርራሕን ይኸውን ከም ዘሎ ብምግላጽ፣ እዚ ጉዳይ መንነት ኣብ ኣብያተ ትምህርትን ካልኦት ትካላትን ኣብ ኣሰካፊ ደረጅኡ ከም ዝበጽሐ ኣምሪራ ተዛሪባ። ፍሉይ ሓይሊ ኣምሓራን ዑጡቓት ፋኖን በሪ ተኽላይ ኣብ ዝተብሃለ ከባቢ መከላኸሊ ዕርዲ ገይሮም ትግራዋይ ካብዚኣ ኣይሓልፍን መሬትና ትግራዋይ ኣይረግፆን ከምዝብሉ እትዛረብ እታ ነባሪት ብዙሓት ብሰንኪ መንነቶም ኣብ ትሕቲ ቀይዲ ከምዝርከቡ ገሊፃ። ካሊእ ማዕከን ዜና ቢቢሲ ዘዘራረቦ ነባሪ ተወለድቲ እቲ ከባቢ ዝርከብዎም ነታ ከተማን ከባቢኣን ዘመሓድሩ ኣካላት ኣብ ልዕሊ ነበርቲ ግፍዕታትን ማእሰርትን ይፍፅሙ ምህላዎም ይገልፅ። እቲ ነባሪ ኣተሓሒዙ፣ ነበርቲ ኣምሓሩ ኢና ክንብል ኢና ንግደድ ዘለና ብምባል፣ ዕላማ ናይቲ ኣብታ ከተማ ዝግበር ዘሎ ኩሉ መዳያዊ ምንቅስቓስ መንነት መሰረት ዝገበረ ምዃኑ የረድእ። ጁንታ ኢኻ እናተባህለ ማእሰርትን ምፍርራሕን ገኒኑ ከም ዘሎ ከኣ ይገልጽ። ክልቲኦም ነበርቲ ከም ዝሓበርዎ፣ ኣብዚ እዋን ንምዝራቡን ንምግላጹን ዝኸብድ ኵነታት እዩ ዘሎ። ነበርቲ ከም ልቦም ክንቀሳቐሱ ኣይክእሉን። ኣዝማድ ናይቶም ኣብ ስልጣን ዘለዉ ወይ ድማ ዕጡቓት ሓይልታት ወይ ንዕላኦምም ዝስዕቡ ጥራይ'ዮም ከም ልቦም ዝነብሩ ዘለዉን ከም ረድኤት ዝኣመሰሉ ኣገልግሎታት ዝረኽቡን ብምባል'ውን ገሊጾም። ናብ ካልእ ስራሕ ወይ ካልእ ዋኒንካ ደፋእፋእ እናበልካ ዝኾነ ዕጡቕ'ዩ ኣብ መንገዲ ደው ዘብለካ። እንታይ በዲለ እንተኢልካ ጁንታ ኢኻ ንስኻ ኢሎም የከላብቱኻ። ነበርቲ ኣነኸ ሎሚዶ ጽባሕ ይኣስሩኒ እናበሉ ብጭንቀት ይነብሩ ኣለዉ ክብሉ'ውን እዞም ነበርቲ ነዛ ማዕከን ሓቢሮም ኣለዉ። ኣብዚ እዋን ዘሎ ምምሕዳር ከተማ ኣላማጣ ኣብ ትሕቲ ብሄራዊ ክልላዊ መንገስቲ ኣምሓራ ከምዝቖመን ምስ ዞባ ሰሜን ወሎ ከምዝጥርነፍን ዝሓበረ ኣብ ስራሕ ዘሎ ከንቲባ እታ ከተማ ሃይሉ ኣበራ ግን ኣብዚ እዋን ከተማና ኣዝያ ዝተረጋገእትን ሰላማዊትን እያ ዘላ ክብል ተዛሪቡ። ሕገ መንግስታዊ መዕለቢ ክሳብ ዝግበር ኣብ ትሕቲ ክልል ኣምሓራ ኮይና ከምትቕፅል ብምግላፅ መንግስቲ ክልል ኣምሓራ ዝተፈላለዩ ፕሮጀክት ኣወንዚፉ ባጀት ይኸፍል ኣሎ ኢሉ። ነበርቲ ከተማ ኣላማጣ ከምዝብልዎ፣ ኣብዚ እዋን ኣባላት ሰራዊት ምክልኻል ከምኡ ድማ ፍሉይ ሓይልን ፖሊስን ክልል ኣምሓራ ኣብታ ከተማ ተዋፊሮም ከምዘለዉ፣ ዕጡቓት ፋኖ እውን ካብታ ከተማ ውፅእ ኢሎም ኣብ ወሰናስን ከምዝርከቡ ገሊፆም። ብፍላይ ሰራዊት ፈደራል ኣብታ ከተማን ከባቢኣን ተዋፊሮም እናሃለዉ ብዕጡቓት ፋኖን ኣባላት ፍሉይ ሓይሊ ኣምሓራን ግፍዕታትን ስቅያትን ክወርዶም ምርኣይ ከምዘሕዘኖም እቶም ነበርቲ ይገልፁ። ትግራዋይ እንተኾይንካ ወይ ምስ ትግራይ ርክብ እንተሃልዩካ ማእሰርቲ ከምዝስዕብ ብምግላፅ ትግራዋይ ዝበሃል ኣብዛ ከተማ ከይነብር ምግባር ዩ ዕላምኦም፣ ምፍጣርካ ዘፅልእ ኩነታት ዩ ዘሎ ክትብል ውን እታ ብንግስቲ ዝብል ሽም ሓበሬታ ዝሃበት ነባሪት እታ ከተማ ገሊፃ። ኤርትራ ብድሮን ቴክኖሎጂ ዝስልጥኑ ኣባላት ሰራዊት ናብ ሕቡራት ኢማራት ዓረብ ከምዝለኣኸት ተገሊጹ። እቶም ኣብ መፋርቕ ወርሒ ጥሪ ክልተ ሽሕን ዒስራን ሰለስተን ናብ ሕቡራት ኢማራት ዓረብ ዝተላእኩ ሽዱሽተ ኤርትራውያን፣ ኣብ ሕቡራት ኢማራት ዓረብ ኣብ ኮሌጅ ሓይሊ ኣየር ኸሊፋ ብን ዛይድ እዮም ክስልጥኑ። እቲ ወጺኡ ዘሎ ሓበሬታ ብተወሳኺ፣ ኣቐዲሞም ዝስልጠኑ ኤርትራውያን ምህላዎም ብምዝኽኻር፣ መብዛሕትኦም ኣብ ትሕቲ ቤት ጽሕፈት ፕሬዝደንት ኣብ ዝመሓደር ክፍሊ ካርቶግራፍን መጽናዕትን ከምዝተመደቡ የመልክት። እዞም ካብ ሰራዊት ተመሪጾም ኣብ ሕቡራት ኢማራት ዓረብ ንኣስታት ሓደ ዓመት ከስልጠኑ ምዃኖም ዝተሓበሩ ኤርትራውያን ትምህርቶም ምስ ዛዘሙ ገሊኦም ሓድሽ ቆይሙ ናብ ዘሎ ኮሌጅ ኣቭየሽን ኤርትራ ገሊኦም ድማ ናብ ሓይሊ ኣየር ክምደቡ ከም ዝኽእሉ ተገሊጹ'ሎ። ድሮን ሰብ ኣልቦ በራሪት ኮይና ደረቕን ተንቀሳቓስን ኣሳእል ብምትሕልላፍ ኣብ ውትድርና፣ ምህንድስና፣ መጽናዕቲ መሬትን ኣከባብን፣ ዳህሳስ ማይንን መዓድንን፣ ሓለዋ ገማግም ባሕርን ዶባትን፣ ሕዛእቲ እንስሳ ዘገዳምን ካልእ ብቐሊሉ ክብጻሕን ክትቆጻጸሮን ዘጸግም ከባቢታትን ክትዋፈር እትኽእል ዘመናዊት ናይ ኣቭየሽን ቴክኖሎጂ እያ። ፕሬዝደንት ሕቡራት መንግስታት ኣሜሪካ ነበር ዶናልድ ትራምፕ ነታ ኮኾብ ስእለ ጽዩፍ ስቕ ክትብል ገንዘብ ብምኽፋል ብገበን ክኽሰስ ምዃኑ ተነጊሩ። እዚ ዝርዝር ክስታት ገና እኳ እንተዘይተገለጸ ትራምፕ ንስቶርሚ ዳኒየልስ ዝተብሃለት ጓል ኣንስተይቲ ሚእትን ሰላሳን ሽሕ ዶላር ከም ዝኸፈለ ይግለጽ። እቲ ወዲ ሰብዓን ሽዱሽተን ዓመት ትራምፕ ኣብ ክልተ ሽሕን ዓሰርተ ሽዱሽተን ቅድሚ ፕሬዝደንት ምዃኑ ነዚ ክፍሊት ከም ዘይፈጸመ እዩ ዝገልጽ። ኣብ ታሪኽ ኣሜሪካ ኣብ ስልጣን ዘሎ ይኹን ካብ ስልጣን ዝወረደ ፕሬዝደንት ብገበን ተኸሲሱ ኣይፈልጥን እዩ። ጉዳይ ትራምፕ ዝምርምሩ ዘለዉ ደያኑ ትራምፕ ንስቶርሚ ዳኒየልስ ብዛዕባ ምስኡ ዘለዋ ርክብ ስቕ ክትብል ገንዘብ ሂብዋ ዝብል ክሲ ድሕሪ ምምርማሮም ነቲ ፕሬዝደንት ነበር ንምኽሳስ ወሲኖም ኣለዉ። ንጉዳይ ትራምፕ ክመርሕ ዝጸንሐ ኣኽባሪ ሕጊ ማንሃታን ኣልቪን ብራግ፣ ብዛዕባ ማእሰርቲ ፕሬዝደንት ነበር ምስ ጠበቓታት ትራምፕ ከምዝተዘራረበ ኣፍሊጡ። ሲቢኤስ ኒውስ ነቲ ጉዳይ ቅርበት ዘለዎም ምንጭታት ብምጥቃስ፣ ትራምፕ ሰሉስ ናብ ቤት ፍርዲ ክቐርብ ምዃኑ ሓቢሩ። ትራምፕ ብፖሊስ ክእሰርን ልክዕ ከም ካልእ ገበነኛ ተኸሳሲ ኣሰር ኣጻብዕቲ ክህብን ክስኣልን እዩ። ትራምፕ ኣብ ልዕሊኡ ዝቐረበ ክሲ ፖለቲካዊ ድራኸ ዘለዎ'ዩ ካብ ምባል ሓሊፉ፣ ነቲ ኣብ ልዕሊኡ ዝቐረበ ክሲ ዝመርሕ ዘሎ ዓቃቢ ሕጊ ኒውዮርክ፣ ናይ ጆ ባይደን ረሳሕ ስራሕ ዝሰርሕ ሰብ ክብል እውን ገሊጽዎ ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ ሰላም ንዓኹም።